ሰላም ሰላም ከመይ ኣለኹም ኣነ ክፍሎም እየ እዚ ቻነል ድማ ኪፍ ሳም ሪኣክትስ እዩ ኣብ መላእ ዓለም እተርከቡ ተዛረብቲ ቋንቋ ትግርኛ ኢትዮጵያውያንን ኤርትራውያንን ዝተዳለወ እዩ ኣብዚ ቻናል ንመዘናግዒ ቪድዮታትን ኮመዲታትን ከምኡ ድማ ኣብ ማሕበራዊ ሚድያ ንዝውርወሩ ዝተፈላለዩ እዋናዊ ጉዳያት ብምርኣይ ናተይ ርእይቶን ትዕዝብትን ብነፃነት ዘቕርበሉ ቻነል እዩ ዓላማይ ህዝቢ ትግርኛ ብሓባር ንክዘናጋዕን ባህልናን ስነጥበብናን ንክተባባዕን እዩ። ሎማዓንቲ ድማ ከምቲ ዝተለመደ ፍሉያት ዝኾኑ ቪድዮታት ሒዘልኩም መፅእ ኣለኹ። ዘስሕቑ፣ ዘገርሙ፣ ዘደንግፁ፣ ዘባህርሩ፣ ዘምህሩ፣ ዘተባብዑ፣ ዝቕስቅሱ ኮታስ ከምዚ እውን ኣሎ ድዩ ዘብሉ ቪድዮታት ሒዘልኩም ቀሪበ ኣለኹ። ኣብ ሕድሕድ ቪድዮ ናተይ ሓሳብ ከከፍለኩም እየ ሐዚ ቀጥታ ናብቲ ቪድዮ ስለ ዝወስደኩም ሳብስክራይብ ብምግባር ጀምርዎ ሄይ መቸም ፍቅሪ ዘየርእየካ ነገር የለን ጨራ ሸምፅ እዩ ኣታ ፍቅሪ ካበይ ከምፅልካ ምሽ ቀዳማ ሂበካ እንታይ ፈልጠልኪ ብዝኾነ ከይሓስክ ከይትመፅኒ
ቅርሺ ኣምፀ ይብል ኣሎ ማለት እዩ ካበይ ክተምፅያ እሺ ወይነ ሄሎ ዓለመይ ከመይ ኣለኽለይ ኣለኹልካ ማዕረ ክንደይ ከም ዘፍቅረካ ትፈልጥ ኢኻ ምሽ ወላ ኣነ ዝያዳይ ግን ባባ ሓድሽ ይሕሸ ኣሎ ዶ ፋዘር ደሓን እዩ ንዓኻ ሒዘ እንታይ ይሳኖ ኣነ ደኣ እንታይ ገይረ ኣምላኽ እምበር ምሳና ኮይኑ እወ እሱ ደኣ ሓቅኻ ግን ዝኾነ ዝገዛዛእ ነይርንስ ወለላይ ገንዘብ ኣድልየኒ ነይሩ ኦኬ ክንደይ ደሊኺ ዓሰርተ ሽሕ ኦኬ ክልእኸልኪ እየ ከኦ ካብ ስራሕ ምስ ወፅኹ ንራኸብ ኢና ሕራይ ፍቕረይ ባይ ባይ
ወዲ ተባሊዑ

ሰናይ ናይ ፍቅሪ ግዜ ይግበረልኪ ክኡ ከዓ የቀንየለይ
ሰናይ ናይ ፍቅሪ ግዜ ሰናይ ናይ ፍቅሪ ግዜ እዛ ሓፍተይ ናትክስ ገዲዱ ናትክስ ገዲዱ ሰናይ ናይ ፍቅሪ ግዜ ኣብዚ ሕዚ እዋን ናብራ ሓደ ትግራዋይ ከምዞም ሰብ እዚኦም ጊሩ ዝገለፃ ክሳዕ ሕዚ ቪድዮ ረኣኹ እስኪ ረኣይዋ እዚ ትግራዋይ እዩ መሲሎም ወኒኡ እንታይ ደሎ ሰላማዊ ኑሮ ሰላማዊ ኑሮ እዩ ኩሉ ትግራዋይ ዝደሊ ኧረ በስመ አብ መን እዩ ጦርነት እግሪ ሰይርዎ በቃ ወዲቦ ጦርነት ትክክል እዩ ትክክል እዩ እዚ ከመን ይስሕቅ ኣሎ ስእነ ስራሕ ኣረ ከመይ ገይሮም እዮም ነንገላትዑ በለው ማጀራት መቺ እንደገና ስነ ስራሕ ቃለስ ሎም ይምኩር ሎም የኸኣለ ሰይሩ ሰዲድዎም ኦኬ ንኡ ኣኸታ ይገብረሎም ኧረ በለው ኑረማ ብስር ክርክር ዘይብሉ በቃ ዘይርዋ ዓብይ ዶ ደጊም ደሰብ ኮይኑ በለ በለ በለ ኑሮ መፅኦ ይብሉ መዛረብ ይብሉ ይብሱ መን እዩ እዚከ ስደት እንደገና ናዓ ናዓ ናዓ ይብለሉ ረኺብዎ እዝን ደፊንዎ ብጣዕሚ ገላፂ ቪድዮ እዩ ጋይስ ብጣዕሚ ወይ መከራኻ ትግራዋይ ኣዘለ ሰላማዊ ኑሮ እዩ ደሮ ኣለካ ዝዋላ ትኾነ መፅዋ ሓደ ችግር ጠቕሊሉ መፁ ጠቕሊሉ መፁ ናብ ፖለቲካ ችግር እዩ ጋይስ በቃ ንኩሉ እዚ እንትን ገይርዎ እኒ ትግራዋት ፖለቲካ እዩ ብዓይኒ ማዕዶ እዩ ዝሪኣ ኣሎ ሰላማዊ ኑሮ ግን ጀስት ኩሉ ሒዝዎ ፖለቲካ ኩሉ ንኩሉ ነገር ሒዝዎ ጠፊኡ ዋው ብጣዕሚ እዮም ገሊፀምዎ ብጣዕሚ ጓል ከቢድ ፈተና ረኺባ ብጣዕሚ ከቢድ እስክረይዋ ኣፍቃሪ ኣይፅበያ ኣለዎ ትኸዶላ ኣብ መንጎ ካሊእ ሰብ ረኺባ ኦኬ ሓንሳእ ሓንሳእ ሓደ ከዛርበኪ

ስልከይ መሓዙ ደውለይ ትዝ ኢልዋ እስቲ ስልክ ሂዋ ንሲስተር ስልክ እናንጊራ እያ ክመፅ በቃ ወሲና ኣላ ላፍቲ ክትከይድ ማለት እዩ
ሄሎን ፅቡቅ ወዲ ኣስታዊስካኒ ብጣዕሚ ንተይ ስልክካ ዝሃብካኒ ቆልዓ እያ ንምንታይ ግን ፍቅረይ
ናብ ባዕሉ ለካ ናይ ባዕሉ ስልኪ እዩ ዝዝረኸብክዮ ዓርከይ
ከቢድ ፈተና ንእሽተን ፈተና እያ ነይራ ግን ኣይሓለፍክን ወዲቕኪ ናይ መጨረሻ ሓንቲ ዕድል ብቻ ሃበኒ ናይ መጨረሻ ዕድል ደኣ ሂበኪ እኮ ግን ኣይተጠቐምክሉን ጨካን ኢኺ ፍቅረይ ብጣዕሚ ኢኺ በዲልክኒ ይቅርታ።
ከቢድ እዩ ብጣዕሚ ኤኒወይ ጋይስ ምፍትታን ጽቡቅ እዩ ከውዲ ይመስል መጨረሻ ምፍልላይ እዩ ዝኸውን ስለዚ ሓደ ወዲ ሰብ ተፈቲንካዮ ናይ መጨረሻ ብዙሕ ጌጋ ሓንቲ ኣለዎ ዕድል ብዙሕ ብቻ። ችግር ኣለዎ በቃ ግደፍኒ ስለዚ ክትሕግዞ ኢኻ ካብቲ ፈተና ክወጽእ ክትሕግዞ ኢኻ ዘለካ እምበር ኣይ ቲንክ ክትፍትኖ ይግባእ ኢለ ይሓስብ ህይወት ባዕላ ፈተና እያ

ውይ ውይ ሰኣየይ መዓረይ ኣሰይ ሕዝቲ ዕነ ንገብሮ ዝቕርሺ ዋይ ኣቲ ቅርሺ ክሰእ እንተሎ ሓውኺ ከግምት ኣለኹ ሰብኣይ ክድየ ዝኾን ዘለኹ በቃ ንሕና ኣወዳት ቅርሺ ተዘይብልና ስኸም ሰብይ ትቆፅራ ናይ ወዳ እዋ ዋይ እወ ትብላ ዝሃለያ ኣቲ
እዚኣ ፍተዋ ብደንብ ጌርካ ፍተዋ ሓቀኛ እያ ትክክለኛ ትነግረካ ኣላ ትፈትወካ እያ ማለት እዩ ጋይስ ሬድዮ ግን ብሰይጣን ወይ ብጋኔን ከም ትሰርሕላ ትፈልጡ ዶ? እስኪ እዛ ቪድዮ እዚኣ ርእዩ ብጣዕሚ እያ ሰሓብ
ጋኔን ነይሮሞ እዚኦ እንደርታ ማኣይ ኣብ ባሕሪ ልስሕቡ ተመራሚሮም ሃማኻ ልባማት ላብ ራድዮ መሊሶምዎ እሞ ካብኡ ደኾን ሓደ ደኾን ተሪፉ ይኾን ወይ ከዓ ሓዊደላ ወይ ከዓ ዕላላ ወይ ከዓ ቃፂባ ካብኣ ይኾን ጠርጢረ ኣጋንንቲ ወዲና እዮም ነርና ኢና ብቋንቋ ሕዚ ግን ካብ ቃጺባስ የውን ወዱ የውን ጓሉ ሓደ ጋንየን ወይ ካብ ጸላሙን ነበረ ሓደ ጋንየን ዳሚቻኣል ወዲእዎ ነይሩ እሞ ጠፊኡ ድሩ የለይ ተብሂሉ እቱም ሰዓት ኣጋንንቲ ነይሮም ኣብዚ ባሕሪ ማይ ኣለዉ ተብሂሎም እሞስ ከይኾኑ እየ ልጥርጥር ኣነ እምበር ሰብማ ልወለደ ልካበደ ወዲ ለምህረ ለመረቐ እማኣይ ኣይዋገእና ካብ ቃጺባ ሓደ ወፂኦ ኣሎ ጋንየን ኣምሪጡልና ኣሎ ሓደ ካደ ካጸላማ ደብሪ ኣጋንንቲ ክሱር እዮም ነብሎም ሓደ ነይሩ እሞ መርሚሮም እሞ ካብ ኣወፅኦ ይኸይዱ ኣሎ ማለት እዩ ሳቶም እዮም ዝኾኑ ብቅልፅምና ወፂእጎ ቅልፅም ረገፈ ህዝታይ ለለ ዝኸል መን ረግብ በበይ ሕርሚ እረ ወስ ዝብል መንእሰይ የለ ሓደ ኣትኾን ትኾነት መሬት እምበ ሓደ መንእሰይ ኩሉ ሓዘንተኛ ባይዘወይ ኣብዚኣ ኣስታይ ክብል ኣለኩ ታይ መሲልኩም እቲ ፖለቲኮ ከም ዘሎ ጽቡቅ እዩ ተር ቱ ኦረዲ ዝሐዚ ዘሎ ኩነታት እየ ንገድጽ እዛ ዘነድብ ንኩሉ ህዝቢ ስምዒት ይመስለኒ ግን እታ ሓንቲ ብጣዕሚ ትገርመኒ ኣብቲ ባህላዊ ትሕሱ ጥራሕ ነድህሞ ሬድሲ ብሰይጣን እያ ትሰርሕ ጋኔን ኣብ ልኾነ ቃላይሲ ጋኔን ነይሩ ካብዞም ተመራመርቲ ሰውፅኦም ስላብ ሬድኤት እዮም ዘባህለ እዚኣ ኩሉ ግዜ እያ ተገርመን ብዙሕ ግዜ ከዓ ዝሰምዓ በተለይ ቆልዓ እንዳሃለኹ ብዙሕ ግዜ እየ ዝሰምዓ ነይረ ኢሉ ከመይ ይመስለኩም ብሱር ዘባህላ እዚ ሰሚዕዎ ትፈልጥሩ ሬድዮ ኦረዲ ኤሌክትሪካል ዲቫይስ ምዃና ንፈልጥ ኢና ኩላህና ግን ናይ ቀደሞ ወለድና ግን ብሰይጣን እያ ትሰርሕ ኢሎም ይሓስቡ ኦኬ ችግር የብሊሱ ግን ደሞ ኣብ ብዙሕ ከባቢ ሰይጣንስ ካብ ቃላይ ላስሓቡ ፃዓዱ ይውፅኡ ነይሮም ላብሬዲ ከዓ ይጥቀምሎም ነይሮም ኢሎም ልዝረበላ ብዙሓት ከባቢ ሰሚዕኹም ትኾኑ ኢኹም በጋጣሚ ስኹም ኦኬ እዚ ተዳጋጊሙ ክዝረብ ዝተገበረ ንምንታይ እዩ ካበይ ድመፀ እዩ ማለት ክሕዙ ከለው ሰይጣን ለይረእዎም ወይ ዝኾነ ዝተትሓዘ ዝተኣሰረ ሰይጣን ድሕር ዘይተረእየሲ ካበይ መፅ እዩ ዝዝረብ ብጣዕሚ ኩሉ ግዜ ብጣዕሚ ትገርመኒ ኣበሃህላ እያ ማለት እዩ ስለዚ እስቲ ምናልባት ብዛዕባ እዚ እስቲ ኮመንት ግበሩለይ ሓሳብኩም እስቲ ኣካፍልኒ ፕሊዝ ታይ ማለት እዩ እዚ። ብስሩማ ገንዘብ ለይብሉ ወድስ ሬሳ እዩ ሬሳ ጽላሎት እዩ ኣረ ቆርበት በጊዒ ኣነ ይኩን ኪዱ ኣለኩ ስምዕወን ዘን ኣሕዋትና ናዚኤን ስገድሉ ገዲዱ ሓደ እዮም ሓደ እዮም ኣቲ

ኣቲ ወዲ እኮ ገንዘብ እዩ ትንፋሱ ወዲ ብዘይ ገንዘብ እኮ ሬሳ እኮ እዩ ሬሳ ኣቲ ሬሳ ራእሽን ከማን ኣለዎ ገንዘብ ዘይብሉ ወዲ ጽላሎት እዩ ካብ ምዕጃብ ሓሊፉ ካልእ ጥቕሚ ይብሉ ኣቲ ናይዚ ቡትኽ ግደፍዮ ናይ ምንጃ ትዳዕድለኒ ከይረኣየኒ ካበር ጥራይ እንዲዩ ኮይኑ ጸኒሑ ቆረት በጊዕ ሳሪ ነትኹላ ዋ እሂ እዞም ኩለን ሒዝዎም ዝመጽእ መኻይን ከ ናቲ ይኮና ከይትብልኒ እስከ በልና ኣይንሓሸኒ እንታይ ድኾይኑ ጸኒሖም ጸኒሑ እሞ ካሮሽ ተኾነ እውይ መሓዛይ እውይ መሓዛይ እውይ ከምዚ ሓሲበያ ዘለኹ ጥራሕ ከይትኸውን እዘን ኩለን መካይን ሒዝለይ ዝመፅእ ዝነበረስ የሕፅበልና ኢሎም ዝሃብዎ መካይን ሒዝለይ ዝመፅእ ነይሩ እውይ ኣነ እውይ ኣነ ዘበነ ኤኣይ ገለ ከርእየና እዩ ብኸመይ ከም ምዃኑ ፈሊጥኪ ብቐዳማይ ንዘናጋዕ ኢሉ ድርፋ ሒዝኒ ከደልኪ ካብታ መኪና ውርድ ክንብልን ዋና መኪና ክረኽበናን ሓደ እውይ መወዳእታ ክንደይ ዋና መኪና ብሕርቃን ብሕርቃን በዛ ክሳዱ ሒዙ በዚ ፅድፊ ኣፅዲፍዎ ኣምላኽ ኣልዩልላ ንእሽ ዝበለ ፅድፊ እያ ነይራ ዋ ካበይ ናበይ ድዩ ፅዲፍዎ ድሓን እያ ክልተ ኪሎ ሜትር ገቢያ ትኸውን ኖርማል እያ ሰንድራ ይርዳእክሎ ድዩ ካብ ባሮያን ንኣደባባይ ኣፅዲፍዎ ካብቲ ንደለኸ ኣብቲ መስርያ ውሒድዎ ከማን ካልእ እኮ እዩ ዝግብኦ ኣብ የሱስ ሓቅኺ መወዳእቱ ክኾነ እንታይ ጌርኪ እንታይ ከም ዝገብር መወዳእቱ ርኣ ፈልጡ እንዲዩ ምስቲ ዋና መኪና ተመልሰ መሓዛይ እኮ ማሚ ነጃሕ ዲ ዋላስ ከምዞም ብናይ ስድሮኦም ሃፍቲ ገለ ዝስርንቑ እዩ ብሕጂ ኢና ክንመዝኖ ቁፅሪ ቴሌፎን ይህበዮ ቀዳም ሓሳብ ከንማ ዝተቋፂርና ኣለና መሓዛይ መዓሪ ጥንቅቕ ኢልኪ ማትሪ ግበርሉ ዘመነ ኣይ ዝእመን ወዲ የለን ናይዚኤን በዚሑ በዚሑ ማለት ገንዘብ ለለ ወዲ ተመራፂ እዩ ኦፍ ኮርስ ይፍለጥ እዩ ያው ወዲ ለደ መልክዕ ጓል ኣንስተይቲ ይመርፅ እዩ ኣዋልድ እውን ገንዘብ ለለ ተመረፃ ምንመ ይመስለኒ እዚ ግን በዚሑ ጋይስ ካብ ንዕገሶ ብላዕሊ እዩ ብዝኾነ እተን ክልተ ኪሎ ሜትር ኳታይ ምዃኑ ዘይፈልጣ እየን እተን ሃፍታም ወድል ዘለዋ ጸገም ይብሉ እኳዕ ኣተን ካልኦት ከምኡ ገይበራ ብዝሓለፈ ዝኾነ ታሪክ ሰሚዐ ነይረ ሓደ ዓርኩ ስባይክ መይቲ ኢሉ ንሰበይቲ እትይዋ ብሂወት የለን መይቲ ኢሉ ንባዕሉ ገይርዋ ማለት እዩ ግን ዓለም ጉራምራ እያ ከምዚ ዝገብር እሙን ዓርኪ ክዓ ኣሎ እዛ ቪድዮ ረእይዋ። ኣረ ዝያዳይ ቤዛ ከመይ ተሊ። ዋእ ስምዐኒ እንዶ ኣነ ዶ ግዘ ለይለካ እየ ፈቲካ እኮ ኢካ ገዚእካ ኣለይ ታይ ኢካ ትሕመኒ ዘለካ። እሺ ሓንሳብ ስምዕኒ ክረክበኪ ይደሊ እየ። ኡፍ ኣይትሕመኒ እስኪ ኡፍ እንዴ ክርብሸካ መዓት እዩ ጓለይ። ዋይ ንስኺ ትገዲ ምስዚ ፍቕሪ ፍቕሪ ትፃወቲ ዋእ መን እሞ ቦታ ክወየ ካብ ሕጂ ብሎክ ከእትዎ እየ። ዘንጊዐኺ ከማን ትትፈትውዮ ወዲ ከዓ መፂእልኪ ኣሎ።
ዴቭ ዓርከይ እሞኸ ኣማን ድዩ? ኣለና ዲኤክስ ዓርከይ። እንታይ ደኣ ዴቭ ዓርከይ ገጽካ ጽቡቕ የለኻን። ኣታ ዲኤክስ ዓርከይ ኣነ ምእንቲ ፍቕሪ ኢለ ብዙሕ ዋጋ ከፊለላ እሳ ግን ክትርድእኒ የኸኣለት ናብቲ ዘለኒ ወሲኸ ተለቂሐ ተመርቂሐ እሳ ትደልዩ ነገር ከማልእላ ኢለ ኣይፎን ሞባይል ገዚእላ እሳ ግን ዋላ ሓንቲ ቦታ ክትህበኒ የኸኣለት ካብዚ ዝሕምም ደኣ እንታይ ኣሎ ማለት መን እያኸ እዛ ቆልዓ እዚኣ ኣይተርደእንን። ቲቲ ትፈልጣ እንዲኻ።
ቲቲ መን? ቲቲ እዛ ጓል ሰፈርና? እወሳ። ቲቲ ከምኡ ምባል ጀሚራ? ደሓን ዲብ ዓርከይ ኣብ ጽንሓኒ እሺ መጽየ።
ሰላም ዶ? ሰላም ዩቲቲ ኣብዚ መንደር እዚ ካብ ትምቸውኒ ሓንቲ ቆልዓ ንስኺ እያ። ብሓቂ?
እወ።
DX ሰይ ኣን ልኩ ክነግረካ ስለ ዝፈርሕ እምበ ብጣዕሚ እየ ዝፎትየካ። ብፍቅሪ እና ብፍትወት ትኣምኒ ኢኪ ማለት ድዩ? ማለት? ማለተይ ፍቅሪ ተትኣምኒ ኔርኪ ንፍቅሪ ብገንዘብ ኣይምገመትክዮን ኔርኪ። እም ኣይተረደእንን። ዴቭ ዓርከይ ድሌታቱ ዓሚጹ ንዓኺ ብዙሕ ነገር እንትገብር ንስኺ ግን ንፍቕሪ ብገንዘብ ገሚትክዮ so እዚ ከኣ ንዓኺ ኣይግባእን።
ኣይፎን ኣመጢልዋ።
ዴቭ ዓርከይ ውህብቶ ንኹሉ ቦታ ኣለዎ እዩ ሕራይ ክኦ ከኣ ኣይደብርካ ክመጽእ እየ።
ማለት ሕማቃት ኣዕርክቲ ከም ዘለው ጽቡቃት ኣዕርክቲ እውን ኣለው እዩ ዓለም መቸም ጉራምራ እያ ኩሉ ሰብ ሕማቅ እዩ ማለት የኮነይ ከምዚ ገይሮም ሂወትካ ዘቃንዑ ሰባት እውን ኣለው እዩ ስለዚ ነዚኦም ምስጋና ይግብኦም ብሓቂ።